ክንዲ ጎቦ ዝኾን በደልና ፈጸምካ መልስኻ ድማ ንሰበዳላይ ካብ ምጽላም ንቆጠብ ዝብል መልእኽቲ እቲ ንምሻቱ ዕላዊ ዝገበረ ኣይተ ረዳኢ ሓለፎም፣ ትግራይ ኣብ ኣዝያ ሕማቕ ኩነታት ምህላዋ ስግኣቱ ኣንቢሩ ኣሎ። ስኽነት የድልየና ኣሎ ዝበለ ረዳኢ ሓለፎም፣ ህድእ ኢልካ ብዝሰኸነ መንገዲ ምሕሳብን ንትግራይ ድማ መማረፂ ዘይብሉ መማረፂ ምዃኑ'ዩ ኣቐሚጡ። ወፃኢ በቲ ዘውድቐና ወፃኢ በቲ ዘውድቐና መንገዲ እናተጓዓዝና ከም ህዝቢ ስኽን ኢልና ክንሓስብን መፍትሕታት ክነቕምጥ ይግባእ። ካብዚ ወፃኢ ድማ በቲ ዘውድቐና መንገዲ እንተተጓዒዝና ሕዚ እውን ኣብ ዓንኬል ምፅልላምን ምብሽሻቕን ኣይግባእን ንምጥሓል ሕርያና ክንገብር ኣይግባእን ደጋጊምና እናወደቕናን ንውድቕ ከም ዓወትን ፍሉይነት እናቖፀርና ድማ ስቓይ ህዝብና ንምንዋሕ እውን ተወሳኺ ፀለመ ተወሳኺ ምድንጋር ተወሳኺ ምጥቕቓዕ ተወሳኺ ምብልላዕ እንተቐፂሉ ግን ናይ ሕዚ ምፍልላይ ጥራሕ ዘይኮነስ ተመሊስካ ምርኻብ እውን ከፀግም ከም ዝኽእል ክንረዳዳእ ኣለና ክብል እዩ ተሰሚዑ ኣይተ ረድኣ ሓለፎም ኣስዒቡ ድማ ክንዲ ጎቦ ዝኸውን በደል እናፈጸምካ መልስኻ ንተበዳላይ ካብ ምጽላም ንቆጠብ ክብል እዩ ተሰሚዑ ዘሎ። ሕዚ እውን ዓርዩ ከይረፈደ ኣዝዩ ከይተጸንቀቐን ስኽን ኢልና ንሕሰብ። እቲ ዝዓቢ ግዜ መፍትሕታት ኣብ ምእላሽ እንተዝጠፍእ እንተወሓደ መጻኢና ዝሓሸን ተገማታይ ክኸውን ከም ዝኽእል እውን ኣእንፊቱ ዘሎ ኣይተ ርዳእ ሓለፎም ብሓንሳብ ንዛተ ኣይረፈደን ዝዓይነቱ ዝብል መልእኽቲ ዘሕለፈ ኮይኑ ገለ ላዕለዎት ኣመራርሓ ናይቲ ብጌታቸው ረዳ ዝምራሕ ክንፊ ህወሓት ኣብ ማሕበራዊ መራኸቢታቶም ብኣፈሙዝ ዝተመንጠልናዮ ስልጣን ብኣፈሙዝ ኣምሊስና ህዝብና እውን ሓራ ክነውፅእ ኢና ዝብል ሓሳብ እውን የስምዑ ኣለዉ። ካብ ትግራይ ብበዝሒ ዝወፁ ኣብ ግዝያዊ ምምሕዳር ዘለዉ ሓለፍቲ ምስ ወፁ እውን ክሳብ ሕዚ ኣይተመልሱን። ናብ ትግራይ ንምምላስ ስግኣታት ከምዘለዎም ዝገልፁ ዘለዉ እዞም ኣካላት ካብ ትግራይ ወፂኦም ጥራሕ ኣብ ስግኣት ንዝሸኸሉና ኣካላት ድማ ንቃለሶም ክብሉ እዮም ዝስምዑ። ዕጥቃዊ ቃልሲ ተጀሚሩ ዶ ንዝብሉ ሕቶታት ግን ንሕና ከም ሓደ ናይ ህወሓት ሓይሊ ዕጥቃዊ ቃልሲ ከም መማረፂ ኣይንወስዶን። ከምቲ ዝበሃል ዘሎ ድማ ካብቶም ናይ ግዝያዊ ምምሕዳር ኮነ ብጌታቸው ረዳ ዝምራሕ ህወሓት ዕጥቃዊ ቃልሲ ጀሚርና ኢና ዘስምዕ ሓሳብ እንተፅሒፎም እውን ተጋግዮም እዮም ዝብሉ መላሽ ዝህብ እውን ኣለው። ነቲ ብዘይምቁራፅ ካብ ናይ ኩናት ፍፃመታት ርሒቑ ዘይፈልጥ ህዝቢ ትግራይ ተወሳኺ ናብ ሕድሕደ ኩናት ዝወስዶ ናይ ዕጥቂ ቃልሲ ኣይንድግፎን ዝበለ እንትኸውን ጉዳይና ብድርድርን ሕጋዊ ሰላማዊ ፖለቲካዊ ቃልሲ ክነፈፅም ኢና ንደሊ ኢሉ ኣሎ። እቲ ኣብ ትግራይ ብሓይሊ ዝተገበረ ዕልዋ መንግስቲ ብዕጥቃዊ ቃልሲ ምግታእ፣ ተጋሩ ነንባዕልና ክንታኾስ ዝገብር ሓደገኛ መንገዲ ስለዝኾነ ብውልቀይ ከም መፍትሒ ገይረ ኣይመርፆን ዝበለ ኣብ ግዝያዊ ምምሕዳረ ዘሎ ኣይተ ጠዓመ ዓረዶም ድማ ኣብ ክልተ ተመቒሉ ዘሎ ህወሓት ፀገማቱ ብድርድርን ልዝብን ክፈትሖ ሕሪኡ ከምዝኾነ እውን ብትማሊ ዕለት ንቢቢሲ ተዛሪቡ ነይሩ። ድሕሪ እቲ ኣብ ትግራይ ዝተፈፀመ ብሓይሊ ዝተደገፈ ምትኽ ምትኻእ ፖለቲካዊ ስልጣን ናብ ዓፋርን ኣምሓራን ኣብ ዘዋስኑ ከባቢታት ትግራይ ብረት ዝዓጥቑ ሰባት ይተኣኻኸቡ ከም ዘለዉ ቅርበት ዘለዎም ሰባት እውን ይገልፁ። እንተኾነ ምስቶም ብዶክተር ደብረፅዮን ገብረሚካኤል ዝተደፍኡ ሓለፍቲ ግዝያዊ ምምሕዳር ትግራይ ምትእስሳር ይሃልዎ ኣይሃልዎ ግን ንፁር እውን ኣይኮነን። ቀዳማይ ሚኒስትር ኣብዪ ኣሕመድ ኣብ ዝሓለፈ ሰሙን ኣብ ባይቶ ወከልቲ ህዝቢ ቀሪቡ ንሕቶታት ኣባላት ባይቶ ወከልቲ ህዝቢ ኣብ ዝመሰሉ ኣኼባታት ግዝያዊ ምምሕዳር ትግራይ ንተወሳኺ ሓደ ዓመት ክቕፅል ዘኽእሎ ናይ ሕጊ ምምሕያሻት ይገብር ከምዘሎ ናይ ሓለፍቲ ለውጢ ክገብር ከምዝኽእል እውን ኣመላኺቱ ነይሩ። ብፍላይ ድማ ፓርላማ ኢትዮጵያ ፌዴራላዊ መንግስቲ ኣብ ናይ ትግራይ ጉዳያት ጣልቃ ንክኣቱ ዝሕግዙ ሕግታት ከምዘመሓየሸ እውን ተፈሊጡ እዩ። ብዛዕባ እቲ ዝቐውም ግዝያዊ ምምሕዳር ንምውቓር ዘኽእል ድርድራት ይካየድ ከምዘሎ ዝጠቐሰ ዝገልፁ ሓበሬታታት ብፍላይ ድማ ብጌታቸው ረዳ ናይ ዝምራሕ ህወሓት ኣብ ዘልዕልዎ ሓሳባት እውን እቲ ምምሕዳር ናይ ሓደ ፓርቲ እቲ ዓብላላይነት ዘይብሉ ሓቋፋይ ክኸውን ኢና ንደሊ። ካብ ግዜ መኸተ ዝተጣየሸ ሰራዊት ትግራይ ተፀዋዕነቱ ነቲ ግዝያዊ ምምሕዳር ኮይኑ መደባት መንግስቲ ዘፈፅም እዩ ክኸውን ዘለዎ። ንናይ ፀጥታ ስግኣት ኣብ ግምት ዘእተወ ሓይሊ ተወዲቡ እቲ ዝተረፈ ድማ ብዲዲኣር ነናብ ስርሑን ናብርኡን ክጣየሽ እዩ ዘለዎ። ምስዚ ተዛሚዱ ላዕለዎት ሓለፍቲ ህወሓት ኮነ ኣዘዝቲ ሓይልታት ትግራይ ብውዕሊ ፕሪቶርያ መሰረት ድማ ግዝኣታዊ ሓድነት ትግራይ ኣብ ዘይተመለሰሉ ኩነታት ኣባላት ሰራዊት ትግራይ ብዲዲኣር ምጥያስ ማለት ድማ ሕማም ድሓረ ገዲፍካ ምኻድ እዩ ዝብል ሓሳብ ከንፀባርቑ እዮም ዝረኣዩ። ነቲ ላዕለዋይ ሓላፊ ብመሰረት ውዕሊ ፕሪቶርያ ናብ ትግራይ ክምለሱ ዝግብኦም ከባቢታት ትግራይ ዘይተመለሰሉ ምኽንያት እንታይ እዩ ዝብል ሕቶ ኣቕሪቡ ዝነበረ እንትኸውን ንሱ እውን ኣብ ዝሃቦ ምላሽ ሕገ መንግስታዊ ግዝኣት ትግራይ ዘይተመልሰሉ ምኽንያታት መንግስቲ ኢትዮጵያ ብመሰረት ፈረሞ ውዕሊ ኣብ ቃሉ ስለዘይተረኸበ እዩ ዝብል ሓሳብ እዮም ዝህቡ። ምዕራብ ትግራይ ናብቲ ቅድሚ ኹናት ዝነበረው ምምሕዳራዊ ግዝኣተ ትግራይ እንተተመሊሱ መንግስቲ ኢትዮጵያ ከይኹርይሉ ዝሰግኦም ሓይልታት ከምዘለዉ ምስ ህወሓት ድማ ሙሉእ ምትእምማን ስለዘየለ ምስ ካልእ ናይ ደገ ሓይሊ ክራኸቡ ዕድል ዝኸፍት እዩ ዝብል ስግኣት ከም ዘለዎም ይዛረቡ። ውዕሊ ፕሪቶርያ ብምሉእነት ምፍፃም ኣብ ትግራይ ዕድምኡ ክናዋሕ ናይ ሕጊ ምምሕያሽ ዝግበረሉ ዘሎ ጊዚያዊ ምምሕዳር ትግራይ ሓቋፋይ ገይርካ ፖለቲካዊ ስልጣን ምምቕሕቅራሕ ምምራፅን ብሕታዊ መዋፅኦ ፖለቲካዊ ውጥጥ ትግራይ ከም ዝኾነ እዩ ዝኣምኑ። ቀዳማይ ሚኒስተር ኣብይ ኣሕመድ ቅድሚ ሓደ ሰሙን ንባይታ ወከልቲ ህዝቢ ናብ መረበቶም ዘይተመልሱ ተመዛበልቲ ምዕራብ ትግራይ ብሰንኪ ፖለቲካን ሰብኣውነት ዝጎደሎ ኣብ ትግራይ ዝርከቡ ሕድሕድ ፖለቲከኛታት ከም ዝተዛረበ ዝርሳዕ ኣይኮነን። ድሕሪ እቲ ህይወት ኣማኢት ኣሽሓት በሊዑ ብውዕሊ ፕሪቶርያ ደው ዝበለ ኹናት ትግራይ ምምቕቓል ህወሓት ስዒቡ ላዕለዎት ኣዘዝቲ ሓይልታት ትግራይ ነቲ ብዶክተር ደብረፅዮን ገብረሚካኤል ዝምራሕ ሓደ ክንፊ ህወሓት ኢና ንድግፍ ኢሎም ተግባራዊ ምንቅስቓስ ብምክያዶም ትግራይ ናብ ካልእ ሓደገኛ ኹናት ሕድሕድ ከይትኣቱ እውን ንብዙሓት ድማ ኣሻቒሉ ኣሎ። ኣብ ዞባ ሰሜን ጎጃም ብሓይልታት ፀጥታ መንግስቲ ልዕሊ ኣርባዓ ሰለማውያን ሰባት ተቐቲሎም። ኣብ ከተማ ብራቃት፣ ኣብ ዞባ ሰንካ፣ ኣርሴማ ከምኡ እውን ፍጣብ ዝተብሃሉ ከባቢታት ልዕሊ ኣርባዓ ሰለማውያን ሰባት ከም ዝሞቱ ነበርቲ ይዛረቡ። ንሰዓታት ዝቐፀለ ውግእ ጠበንጃ ኣብ ከተማ ብራቃት ካብ መዓልታዊ ንጉሆ ጀሚሩ ኣብ መንጎ ሓይልታት ምክልኻልን ፖሊስን ናዕብን ይካየድ ኣሎ። እቲ ተኹሲ ደው ምስ በለ ድማ ሓይልታት ጸጥታ መንግስቲ ብዝተፈላለዩ ከባቢታት እታ ከተማ እናተንቀሳቐሱ ነቲ ዝረኽብዎ ሰብ ብምሓዝ ናብ ምርሻን ከም ዝኣተዉ፣ ዝቐጸሉ ውግኣት ድማ ንሰዓታት ከም ዝጸንሑ እዩ ዝሕበር። ሓይልታት ምልሻ ፋኖ ምስ ሓይልታት ጸጥታ ኣብ ውግእ ከም ዝርከቡ፣ ናብ ሰላማዊ መንገዲ ክመጽሉ ዝኽእል ኩነታት ከም ዘሎ'ውን እናገለጹ እዮም። ኣዛዚ ዳዕመል ሰሪዕ መሓመድ ሓምዳን ዳጋሎ ሄሜቲ፣ ሓይልታቱ ካብ ካርቱም ስትራቴጂካዊ ምንስሓብ ኣካይዱ ኣሎ። ውግእ ክቕጽል ምዃኑ'ውን ይፈኪሩ። ወሃቢ ቃል ሰራዊት ሱዳን ናቢል ዓብደላ ብወገኑ፣ ዳዕመል ሰሪዕ ብወተሃደራዊ ሓይሊ ከም ዝተባረረ ብምጥቃስ፣ ካብቲ ሒዞምዎ ንዝነበሩ ክለቁ ዝኹነ ይኹን ስምምዕነት ከም ዘይተግበረ'ውን ይሕብሩ። ካብ ካርቱም ንዶባዊ ምዕራብ ኣብ ዝርከብ ድልድል ጀበል ኣውልያ ዝተቐርጸ ቪድዮ ከም ዘመላኽቶ፣ ሓይልታት ዳዕም መልሰሪዕ ካብተን ንክልተ ዓመት ተቖጻጺሮምዎ ዝጸንሑ ርእሰ ከተማ ተሰሪዖም ክወጹ ከም ዝተመልከተ ሱዳን ትሪቡን ጸብጺቡ ኣሎ። መሓመድ ሓምዳን ዳጋሎ ኣብ ቴሌግራም መርበቡ ብድምጺ ኣብ ዘስምዖ ቃል ድማ እቲ ምንስሓብ መሪሕነት ዳዕም መልሰሪዕ ንዳግመ ውደባ ብሓባር ዝወሰኖ ምዃኑ'ዩ ገሊጹ። ሕሜቲ ንካርቱም ምቁጽጻር ካብ ዝተስኣኖ ተኣሚኑ እዩ። ከም ዝተስኣኖ እውን ኣሚኑ ኣሎ። ኣብ ዝሓለፈ ሒደት መዓልትታት ንሰራዊት ካብ ካርቱም ናብ ኡምዱርማን ኣግዒዝናዮ ኣለና፣ እዚ ምስሓብ ድሕሪ ገምጋም መሪሕነት ዝመጸ ሓብራዊ ውሳነ ኮይኑ በርቲዕናን ብመስተንክር ድማ ዳግማይ ክንምለስ ኢና እውን ኢሉ። እቲ ኲናት ገና ዘይተወደኣ እንትኸውን ገና ፈለማ እዩ ዘሎ፣ ገና ኣብ ፈለማ እውን እዩ ዘሎ፣ ኣብ መወዳእታ ድማ ኣብ ልዕሊ እቲ ሰይጣናዊ ምንቅስቓስ ክንዕወት ኢና ክብል ድሕሪ ምፍካር፣ ካርቱም እተን ዓሰርተ ሸሞንተ ግዝኣታት ዳግማይ ኣብ ኢድ ክነእትወን ኢና ክብል እዩ ፈኪሩ። እስላማዊ ኢሉ ዝገለጾ ብኣልቡርሃን ዝምራሕ ሰራዊት ሱዳን ብዘይካ ብምቅላስ ዝኾነ ዘተ ከምዘካይዱ እንትሕብሩ ንድሕሪት ድማ ግልፂ ምባል ኮነ ኣብ ዋጋ ዕዳጋ ዝኣቱ ከምኡ እውን ዘተ ዝበሃል ነገር የለን ኢሉ። ሰራዊት ሱዳን ኣብ ዝሓለፈ ሰሙን ሓይልታት ዳዕመል ሰሪዕ ካብ ካርቱም ዝፀራረጎም ከምዝገለፀ ዝዝከር እንትኸውን ብድልድል ጀበል ኣውልያ ገይሮም ናብ ኡምዱርማን ገፆም ኣቢሎም እዮም። ምስዚ ተኣሳሲሩ እውን ጉጅለ ተጣበቕቲ መሰላት ሱዳን ኣብዚ ዳርጋ ንክልተ ዓመት ዝቐፀለ ኲናት ሱዳን ሓምሳ ሽሕ ደሃዮም ዝጠፍኡ ሰባት እውን መዝጊቡ ኣሎ። እዚ ካብ ኣዛዚ ዝተዘርግሐ፣ ድሕሪ እቲ ሰራዊት ሱዳን ብዳዕመል ሰሪዕ ኣብ መዳጎኒ ማእኸላት ተኣሲሮም ዝፀንሑ ኣስታት ኣርባዕተ ሽሕ ወታደራት ሲቪላውያን ሰባት ነፃ ድሕሪ ምውፅኡ እንትኸውን ሓላፊ ናይቲ ጉጅለ ሰብኣዊ መሰላት ኣል ሳዲቅ ዓሊ ሓሰን ንሱዳን ትሪቡን ኣብ ዝሃቦ ሓበሬታ ብ ዓሰርተ ሓሙሽተ ሚያዝያ ክልተ ሽሕን ዒስራን ሰለስተን እቲ ኹናት ካብ ዝጅምር ክሳብ መጋቢት ናይዚ ዓመት በዝሒ ናይቶም ዝጠፍኡ ሰባት ልዕሊ ሓምሳ ሽሕ በፂሑ ኣሎ። ጻዕዳ ናይል ዝኣመሰሉ ብጎንጽታት ዝተሃስዩ ግዝኣታት፣ ከምኡ'ውን ካብ ሓሙሽተ ግዝኣታት ዝሰፊሑ ዞባ ዳርፉርን ምዃኖም እዩ። ኣል ሳዲቅ ኣል ሓሰን፣ እቲ ኲናት ምስ ተዛዘመ ብዛዕባ ዓመጽ ሓዊሱ ኣብ ልዕሊ ደቂ ኣንስትዮን ህጻናትን ዝተፈጸመ ገሰት ዘሰንብድ ዘይተጸበናዮ ሓቅታት ሒዙ ክመጽእ ምዃኑ እዩ ኣተንብዩ። እቲ ደሃይ ዘጥፍኡ ምስንዳእ፣ ብሰንኪ መሳርሒታት ርክብ ምጥፍኡ ደኣ መል ሰሪዕ ዝቆጻጸሩ ቦታታት ምብጻሕ ስለ ዘይተኻእለ ዝተማልኣ ከም ዝኾነ ብምሕባር፣ እቲ በዝሒ ካብ ሓምሳ ሽሕ ኣዝዩ ከዛይድ ከም ዝኽእል'ውን ይግለጽ ኣሎ።